ከመይ ኣለኹም ክቡራትን ፍትዋትን ተኸታተልቲ ሽደን ሪያክትስ ዋን ከመይ ቀኒና ደሓን ዲና ደሓና ኢና ቀኒና ዘለና ባእና ወገሉ ሰላም ኩሉ ሰላም ኩሉ ሰላም እወ ኩሉ ሰላም ከመይ ኣለኹም ከመይ ኣለኹም ነፃነት ወርቅና ከመይ ዘፋል ነበረ ቀደመ ናቱ እኮ ኤፍኤም ብሎ ፍጥነቱ ብጣዕሚ ፈጣን እዩ መፅቶ ትሽሎ መገለ መለብለብለብለ ገለሲ ናይ ትግርኛ ኢንትሮ ሕጂ ከዓ ብተመሳሳሊ ማለት እዩ ናብዚ ኩልኹም ሲ ማለት ሓሪፍ ዝኾነ ፅቡቕ ዝኾነ ናይ መናእሰያት ወግዕ ገለ ትረኽብሉ ቻናል እንኳዕ ብድሓን መፃኹም እዚ ናይ መናእሰያት እዩ ባይዞ ሕጂ ምሁራት ሰብ ዲግሪ ሰብ ማስተር ገለ ዓዲ የጥፍዋ ስለ ዘለዉ ብጣዕሚ ንእሽትለያት ከዓኒ ኣናእሸለ እዩ ዕግናታት ወለዶ ከዓ እንታይ የለዎም ሓሳብ እዩ ኣብዚ ዝዕለል ማለት እዩ እወ ዝዕላል እዚ ኢና ሎማዓንቲ ክነዕልል እሞ ናብ ናይ ሎማዓንቲ ጉዳይ ኢና ክንከይድ ኣብ ናይ ሎማዓንቲ ጉዳይ እንታይ ዘሎ መሲልካ እታ ጉዳይ እታ ናይ ከበባ ናይ ትግራይ ዘላ ጉዳይ ንእሽትለይ በሪሃ ኣላ ሕጂ እወ ንምንታይ መሰለኛ። ዕላማ ገለገለ ዝብል እወ። ተዛሪቦም ኣለዉ እወ ካልኣይ ከዓ ኤርትራ እሱራት ፈቲሓ ልዕሊ 18 ዓመት ዝኣሰረቶም ዝኣሰረቶም ኣብዚ ጉዳይ እዩ ዘሎ እቲ ወግዒ ማለት እዩ ኣወ ዓብዪ ሕጂ ኣጀንዳ ኮይኑ ነዚ ብዝምልከት ኢና ሎማዓንቲ ቪድዮታት ሒዝና መፂና ዘለና ቅልልል ብዝበለ መልክዑ ኢና ሪኣክት ክንገብር ማለት እዩ ሕፅር ኣቢልና ክነቕርቦ ኢና ሓበሬታ ስለዝኾነ ጀስት ኩሎም ሰባት ዝበልዎ ከዓ ክነቕርብ ኢና እወ ሓደ ብሓደ ሓደሽ ጌርና ተኮንኩም ነቲ ቻነል እዚ ሳብስክራይብ ምግባርኩም ኣይትረስዑ ነባራት እንድሕር ዳ ኮይንኩም ሃናፂ ሃናፂ ርእይቶ ርእይቶ። ፅሒፍኩም ኪዱ ሽደን ምስ መሓዙትካ ኣጆኹም ኣዚኹም ንፉዓት መናእሰይ ኢኹም ቐፅልዎ ኣጆኹም ኣናብስ ዝብል ርእይቶ ከዓ ካብ ቢንያም ሃይለ ተዋሂቡና ኣሎ ማለት እዩ የቐንየልና ቢና የቐንየልና ቢንያም ሓውና ማለት እዩ እወ እንጀራ ዓለም የብልዕኻ እወ ነዚ ኩለይ ሞቲቬሽን ነዚ ኩለይ ዝተዛረብካና ዘረባ ከዓ ማለት እዩ ኣዚና ኣዚና ብጣዕሚ ኢና ነመስግን ኢልና ኣለና የቐንየልና ማለት እዩ ኣብ ናይ ሎማዓንቲ ቪድዮ መስገራ
ተቐዳመይቲ ቪድዮ እዚኣ እያ ቋንቋኹም ክንለምድ ታዕ ኢልና ትብለላ ማለት እያ ስምዓያ እስኪ
ዋት ማጂክ
ማጂክ ኦፍ ዋት ብዛዕባ እንታይ ይምልከት ክፅበቀት
Guys, what did she do when she got away like that? What did you do? Asgurgo. Magic? What magic?
ንዓኹም ቋንቋኹም ክንሕዝ ላዕልን ታሕትን ድናን ልዕልና ርእስና ዝባሳጮ ዘሎ ትግርኛ ክትኾኑ ኣለኩም ንስኹም ይና ኣካኸዲ ጥምስራት ካብ ኣስመራ ንዓሰርተ ሸሞንተ ዓመታት ኣብ ትሕቲ ቀይዲ ዝፀንሑ ዜጋታት ሎሚ ሓሙስ ከም ዝተፈትሑ ብመገዲ ኣባላት ስድራቤቶም ተሓቢሩ። እዞም ዝተፈትሑ ዓሰርተ ሰለስተ ሰባት ኮይኖም ቅድሚ ዓሰርተ ሸሞንተ ዓመታት ዝተኣስሩ እዮም። ገለ ካብኣቶም ኣብ ፖሊስ ኤርትራ ላዕለዋይ ሓላፍነት ዝነበሮም ከም በዓል ኮነሬል ሰሎሞን ብርሃነ ምምሕዳርን ፋይናንስን ፖሊስ ኤርትራ ዝነበረ ኮነሬል ኣስመሮም ገብረወልዲ ሓላፊ ምክልኻል ገበን ዝነበረ ኮነሬል ጎይትኦም በኺት ሓላፊ ገበን መርመራ ዝነበረ ነጋዳይን ኦሎምፒካዊት ቀዳዳማይ ብሽክሌታን ዘርእጋብር ገብረሂወት፣ ኢንጅነር ዳዊት ሃብተማርያም ምስ ሓው ጆሜትራ ማቴዎስ ሃብተማርያም ከም ዝርከብዎም እቲ ጽ ዝገርም እዩ ዋላ ተቀዳዳማይ ብሽክሊታ ተይተረፈ እዩ ኣትዎ ነይሩ እቲ ጉዳይ ማለት እዩ ዋላ ኢንጂነር ኮሎኔል ኩሎም እዩ ኣሳሲሩ ቆሪንዎም ነይሩ ኤኒዌይስ ዓሰርተ ሰለስተ ሰባት ሕጂ ፈትሖሎ ዝርከብዎም እያ ትብል ዘላቶም መዚኣቶም ዘለዎም ዓሰርተ ሸሞንተ ዓመት እዮም ተኣሲሮም ብዘይ ፍርዲ ኢሎም ብጣዕሚ።
ኢማጂን ዝኾነ ይኹን ዓይነት ፍርዲ ኣይተገብረሎምን ን ዓሰርተ ሸሞንተ ዓመት ኣሲርዎም። እወ ም ብጣዕሚ ዘሕዝን ብጣዕሚ ዝገርም ነገር እዩ ባይዘ ብጣዕሚ። ዘሕዝን እዩ ዘይኮነስ ካብቲ ዘሕዝን እ፣ ማለት ሓደ ትማሊ እንታይ እንዳበልና እና ጸኒሕና ኔርና ናይ መናእሰይ መደብ እዩ ኢልና ምሽ? እወ መናእሰይ ክቃለስዎ ዘለዎም ኩሉ ግዜ ኣብ ጎኒ ውፅዕ ክኾኑ ክእሉ ኣለዎም ኣብ ጎኒ ክሱስ ክኾኑ ክእሉ ኣለዎም ኣብ ጎኒ ብኣግባቡ ዘይተዳነየ ሰብ ክኾኑ ክእሉ ኣለዎም ዝብል እዩ እዚ እቲ ሓደ መርኣያ ከዓ 17 ዓመት ፍርዲ የብሉ ማለት ኣብ ሕጊ ዓለም ዋላ ብሂማን ራይት ገለገለ እንድሕር ዳ ርኢኻ ሓደ ሰብ መብዛሕትእን ኣብ ዓለማት ዘሎ ማለት እዩ ዝተፈለየ ጉዳይ እንተዘየልዎ ንምርመራ ዝድለ ተዘይኮይኑሞ እንተዘይተፈሪድዎ ትገበን ከም ዝወዓሎ ተዘይተረጋጊፁ ማለት እዩ ኣብ ውሽጢ ኣርብዓን ሸሞንተን ሰዓታት ናብ ፍርዲ ቤት ክቐርብ ክቐርብ ክኽእል ኣለዎ ኣለዎ እወ ብፍላይ ከዓ ሕጊ ኢትዮጵያ እውን ከምኡ ተመሳሳሊ ከምኡ እዩ። ኣለዎ ኣብ ውሽጢ ኣርብዓን ሸሞንተን ሰዓታት ይቐርብ ዘን ፖሊስ ከዓ ነቲ ጉዳይ እዚ መርሚሩ ናብ ዓቃብ ሕጊ ዓቃብ ሕጊ እቲ ጉዳይ መርሚሩ ንቤት ፍርዲ ማለት እዩ እወ ቤት ፍርዲ እውን ብተመሳሳሊ እዚ ጉዳይ እንድሕር ደኣ ኣድላይ ኮይኑ ዝተወሰኑ ከከም ኣድላይነቱ ማለት እዩ ንምርመራ ተወሳኺ መዓልቲ የድልየኒ እዩ ዝብል እዩ ክሳብ ክንድዚ ግን ኣይግበርን እዩ ግን 18 ዓመት ፍርዲ የረኸውን ለሞም እዞም ሰባት እዚኦም ብዘይ ፍርዲ እዮም ተኣሲሮም ነይሮም ኣምላኽ ሰማይ ፈሪድሎም ሕጂ ከዓ እቲ ሰብኣይ ኢዱ ተፈትሑ ኢሎም መዓንቲ ለቂቕዎም ይበሃል ኣሎ ማለት እዩ ለቂቕዎም ይበሃል ኣሎ በዓል እዚኣቶም ከዓ ከም ዓደ ዓብዪ ዓወት እዮም ዝዛረብዎ ዘሎ እዚ ሪ ሰለስተ ሚእትን ስሳን ብጣዕሚ ብዝሕዝን መልክዑ ከም ዓብዪ ዓወት እዩ ዝዛረቦ እቲ ጉዳይ ሓድሽ ዜና ይስማዕ ኣሎ። እሺ
ድሕሪ ዓሰርተ ሸሞንተ ዓመት ቤት ማእሰርቲ ዝተፈትሑ እሱራት ከም ዘለዉ ድማ ንሰማዕ ኣለና። እሺ ብዛዕባ እሱራት ተገዲስና እሱራት ክፍትሑ ከም ዘለዎም ንጉስጉስ ዝነበርና ብዙሓት ኢና።
ጉስጉስ ነርና። እሱራት ይፍትሑ ከም ዘለዉ እንተደኣ ሰሚዕና ድማ ብጣዕሚ ብጣዕሚ ጽቡቅ ከም ዝኮነ እዚ ነገር እዚ ከኣ ክቅጽል ብፍላይ ብፍላይ እቲ ኣብ ቤት ማእሰርቲ ዘሎ ኤርትራዊ ዜጋ ብምፍትሑ ነዚ ዜና እዚ ምስማዕና ብዘየገድስ ኣብ ልዕሊ መንግስቲ ኤርትራ ዘለና ደገፍ ይኩን ተቃውሞ እንቋዕ ናብ ቤቶም ብሰላም ናብታ ስድርኦም ብሰላም ተሓወሱ። ኤርትራ ተሰሚዑ።
ጽቡቕ እዚ ውን ከምኡ እዩ ተመሳሳሊ እዩ ብስራቱ እዩ ዝገልጽ ማለት እዩ። ንስምዓዮ እሞ።
ተሰሚዑ ዘሎ ሓድሽ ዘሕጉስ ብስራት ወይካ ዘሕጉስ ዜና እሱራት ተፈቲሖም ኣለዉ ካብዞም እሱራት ገሊኦም ከባቢ ዓሰርተ ሸሞንተ ዓመት ኣብ እሱር ቤት ዝነበሩ እዮም ማለት እዩ። እዚ ዜና እዚ ብይርጋኣለም ፍስሃ ኣቢሉ እዩ ኣብ ማሕበራዊ ገጻት ኣነ መጀመርታ ካብኡ እየ ኣንቢበዮ ሸር ኮይኑ መጺኒ ማለት እዩ። ገጣሚት ይርጋኣለም ፍስሃ ከምቲ ኩላትኩም ትፈልጥዎ ኣብ ብዙሕ እሱር ቤታት ናይ ኤርትራ ሓንቲ ካብተን ንነዊሕ ዝተኣስራ ብዙሕ ከርተት ድበላ ምዃና ዳርጋ ብዙሕ ግዜ ኣዘንትያቶ ኣላ። እስቲ ገለ ካብዞም እሱራት ኣስማቶም ተፈቲሖም ዘለዉ ስማቶም ማለት እዩ ኣብ ማሕበራዊ ሜድያ ዝረኸብክዎ እዩ። ነጋዳይ ዘርእጋብር ገብርሂወት፣ ኣቶ ተስፋኣለም፣ ሰሎሞን ብርሃነ፣ ኣስመሮም ገብረወልድ፣ ጎይትኦም፣ ክልተ ኣሕዋት ዳዊትን ማትዮስን እዮም ዝብል ኣብ ማሕበራዊ ሜድያ ዝተዘርግሐ ጽሑፍ ኣንቢበ ኣለኹ ማለት እዩ። እዚ ዜና እዚ እንታይ እዩ ትርጉሙ እንተይልና፣ ኣብዛ ሃገር ብዙሓት ንልዕሊ ዓሰርተ ሸሞንተ ዒስራ ልዕሊኡ ዓመታት እውን ደሃዮም ዝጠፍአ ኣብ ትሕቲ ኣዝዩ ክፉእ ዝኾነ እሱር ቤታት ናይ ስርዓት ዓድና ዝርከቡ ዜጋታት ብዙሓት እዮም ዘለዉ። ብዝኾነ ንዓሰርተ ሕራይ ስርዓት ዓድን ኣይህልዎ ስርዓት ኣይኮነን ባይደወይ ስርዓት ማለት መምርሒ ዘለዎ ኣተሓዛ እሱር ሕጊ ዝኽተል ንሰባት ብሰብኣዊ መሰሎም ዝኽብር ገለ ማለት እዩ እዚ ናይ ፋሉል ስርዓት እዩ ነይሩ ጨውያ እዩ ነይሩ ዓሰርተ ሸውዓተ ዓመት ሕጂ እውን እኮ እንታይ ዝበሃል ዘሎ መሲልካ ተዘይለቆምከ እንታይ ክግበር ነይሩ እዩ
ስቕ ይኩን ተዘይፈትሖምስ ታይ ዶ ክግበር ነይሩ እዩ እወ ሓደ ቶ- ንሱ እወ ካልኣይ ብዝብል እዩ ደግሞ እምበር እወ ናይ ብሓቂ ክነግረካ ሲ ምንም ተምፆ ነገር እኮ የብልካን ዋላ ፈትሐ ፈትሐ ብዝብል ጉዳይ ኢና ንኸዶ ዘለና እምበር ኢማጅን ግበር 18 ዓመት ዝበሃል እሞ ሰባት ምንም ፍርዲ ኣይተዋህቦምን ብዘይ ዋላ ዝገበርዎ ነገር እውን ኣይተነገሮምን እወ እዚኦም ከዓ ካብቶም እ፣ በቃ ዋላ ብሽሞም ተፀዊዒ ዘይንፈልጦም እዩ ባይ ዘወይ ንሕና ካብ ንውለድ ዝኾነ ዓመታት ንሕና ዝየርከብናሎም ኣብቲ ሽዑ ሆት ዝኾነ እሹ ማለት እዩ ሰባት እዮም ኒው ተረዲእካ ተኮይኑ ብደንብ ዘይንፈልጦም ማለት እዩ ተቀዳዳማይ ብሽክሌታ የለ ገለ የለ ገለ የለ እዩ ጠራኒፎ እትዎም ዘለና ማለት እዩ መሃንድስ ዘበለት ብምሉኡ ተቃዊማ ዘበለት ሕጂ እውን እቶም ብሂወት ዘለዉ ብሂወት ክህልው እቶም ካልኦቶም እውን ክወፁ እዚኣቶም እውን ግን ረዮ ኣብ ቅድሚ ሕጊ እኮ ሰባት ኣሽምባይ ዶ 18 ዓመት ብዘይ ፍርዲ ኣሲርዎም መንግስቲ ሓደ ሰብ ኣጸሊምዎም እንተ ኣሲሮም ብዘይኮነ ነገር እንተ ተኣሲሮም ሕጊ ወይ ከኣ ካሕሳ ዝጥየቀሉ እዩ። እወ ካሕሳ በቃ ግድን እዩ። ዝጥየቀሉ እዩ እቲ ዓዲ። እወ እቲ እቲ- ወንጀለኛ እቲ- ኢሉ ዝኣተዎ እወ። ወንጀሉ ካብቲ ወንጀል ነጻ ተኮይኑ ናይ እምሮ ካሕሳ እኒዎ ካሕሳ ኣለዎ ናይ ዕድመ እዚኦም ከዓ ካሕሳ ግደፎ እኒዎ ሕጂ ተወንጀሉ እውን ፈፂሞሞ ድዮም ኣይፈፀምዎን ተዝፍፅምዎ ነይሮም ብይቅርታ ኢና ሓሊፍናዮም ኣለና ይብልን እዩ ምክንያቱ ይቅርታ ክገብረሎም ንዘይገብረሎምን ቤት ፍርዲ እዩ ክውስን ዝግባእ ቤት ፍርዲ ክውስን ነይርዎ ማለት እዩ ሕጂ እውን ዝገርም እዩ ባዕሊ ኣሲርዎም ባዕሊ ፈትሕዎም እዩ ዝብለካ ህፁፅ ሓበሬታ ካብ ኣሰና ማለት እዩ ሸሞንተ ዓመታት ኣብ ማይ ስርዋ ተኣሲሮም ዝነበሩ ፍሉጣት ሰባት ዝርከብዎም ኤርትራውያን ተፈቲሖም ከም ዘለዉ ምንጭታት ካብ ኣስመራ ሓቢሮም ኣለዉ ክሳብ ህይወት ናይ ሰባት እውን ዝለከመ ምውጣጥ ናይ ላዕለዎት ኣዘዝቲ ሰራዊት ን ዓሰርተ ሸሞንተ ዓመታት መመላእታ ኣብ ማይ ስርዋ ተቐይዶም ዝነበሩ ዜጋታት ሎሚ ኣርባዕተ ታሕሳስ ብዋሕስ ተለቒቖም ከም ዘለዉ እቲ ሓበሬታ ዘረድእ እቶም ኣብ ኮንቴነርን ብፅኑዕ ኮንክሪት ኮንክሪት ዝተሰርሐ ቤት ማሕዩርን ክሳቐዩ ዝፀንሑ ዜጋታት ን ዓሰርተ ሸሞንተ ዓመት መመላእታ ናብ ፍርዲ ቀሪቦም ሕጋዊ መስርሕ ከይተካየደሎም ሕጋዊ መስርሕ ከይረኣዩ ተኣሲሮም ክሳቀዩ ዝፀንሑ ምዃኖም እዩ ዝፍለጥ መቸም ዘደንፅ እዩ ናይ ሃገርና ነገር ተሓታትን ኣሳርን ፈታሒ ይኸውን ማለት ሲ ኣብ ኢድ እዩ ዘሎት መፍትሕ ማለት እዩ ነዚ ከም ዝኣመሰለ ብልሽውና ዝፈጠረ ከዓ ፕረዚደንት ኮይኑ ይቕፅል ኣሎ ስለዚ ኣነ ግን ግርም ዝብለኒ እንታይ መሲልካ ናይቶም እ፣ ከምዚ ዳብል ኤጀንትስ ኮይኖም ዝሰርሑ ወይ ከዓ ንክልተ ዕላማ ዝሰርሑ ከም በዓል ኣሰና ሚድያ ዝበሉ እዮም ማለት እዩ ማለት ፅምዶ ህግደፍን ህወሓትን እድግፉ እየ ኢሉ እዩ ዝቕፅል እወ እ፣ ካብቶም ዝድግፉ እዚኣቶም እዮም ማለት እዩ እወ ስለዚ በቲ ሓደ ወገን ከዓ እቲ ስርዓት ትክክለኛ ከምዘይኮነ እዩ ዝዛረብ እህም፣ ሕጂ እንታይ እዩ ዝብለካ ዘሎ እቶም ዝዕረቑ ዘለዉ ሰባት ይድግፎም እየ በለካ እሺ፣ ካብቶም ተዓረቕቲ ሓደ ሰባት ግን ክንድዙይ ዝኸውን ማእለያ ዘይብሉ ገበን ካብ ዝሰርሑ ሰባት ሓደ እዩ እዩ ዝብል ሕጂ እንታይ ከምፃሉ እዩ ተዓሪቆም ዳ እንታይ እዮም ገብሩ ዳ ማለት ኣፀቢቆም ክኣስሩ ድዩስ ወይ ፀቢቆም ክፈትሑ እዩ ማለት ዝድግፎ እዚ እኮ ለመፅመፅ ዝበለ ካይዳ እኮ እዮም ዝኸዱ እምበር ማለት እዩ ቅንዕና ተዝህልዎም ነይሩ እዚኣ ስታ ዘረባስ ቀጥ ዝበለት እያ በቃ እዚ ስርዓት እዚ ባይ ኤኒ ሚንስ ዋላ ይፀመደ ይፀመድ ዋላ ማለት እንተ ተፃሚዶም ክልተ ካልቢ ድኣ እንታይ እዮም ዝገብሩ ኣይሓርሱን ክናኸሱ እዮም ዝኸኑ እወ ከመይ ገይሩ ክልተ ከልቢ ፀሚድካዮም ክልተ ብዑር ፀሚድካ ይሓርሱ እዮም ይሓርሱ እዮም እወ ክልተ ከልቢ ፀሚድካ ግን ይናኸሱ እዮም ከመይ ገይሩ ኣይኮነን እወ ኣይፃመ- ተፃሚዶምስ እ፣ ከም ዝበልካዮ ይናኸሱ እምበር ኣይሓርሱን መሬት እቲ ማሕበረሰብ እኮ ከም ዝበልናይ ቀ- ብዙሕ ሻ ተዘራሪብና የነና እቲ ማሕበረሰብ እቲ ህዝቢ ተተፃሚዱ ሓሪፍ እዩ ሓሪፍ ኣብ እዩ። ላዕሊ ዘለዎ ኣካላት ግን ኦ። ክፃረዩ ዘለዎ ኖ፣ ነገር ክፃረዩ ማለተይ ኣለዎ። ይ- ይፃመዱ ይፃመዱ ይፈርደሎም ዘይኮንኩ ዘለኹስ ናይ ኣሰና ሚድያ ዘለዎ ጠጠወ ባህሉ እየ ዝነግረካ ዘለኹ። ኣብ ናይቲ ኣቋም ናይቲ ኣቋም እኮ እወ። እኒኦ እንታይ እዩ እኮ። ዝብል መሲልካ እወ። እቲ መንግስቲ እቲ ከምዚ ገይሩ ብዘይ ስርዓት ዝፈትሕን ዝኣስርን 18 ዓመት ብዘይ ፍርዲ ዝኾነ ዝገብርን ሓደ ስርዓት ከም ዘሎ ይኣምን እዩ እህም። ማለት እወ። እዚ ማለት ገባሪ ሓዳጊ ምዃኑ እውን ይኣምን እዩ እወ። እዚ ኣካል እዚ ተፃሚዱ ለውጢ ከምፅኢሉ እውን ይኣምን እዩ ዋ፣ ከመይ ገይሩ እኮ እሞ ንሱ እዩ ሕጂ እቲ ናተይ ዘሎ ሕቶ እዚ ዝተዋቅዐ ደይኮነን እዩ ትሕቶ ብጣዕሚ። ተረዲእካ ተዋቅዐ እዩ ብስሩ ከም እወ። ሓሳብ ተምፂኻዮ ሎጂካሊ ዝፈረሰ ነገር እዩ ግን ንዓቶም ምንም ኣይኮነን ማለት እ፣ ነቶም ዝድግፉ እም፣ ነቶም እ፣ ንፅምዶ ዋላ ዝድግፉ ገለገለ ማለት ሕጂ እቲ ዝኾነ ነገር ተፈጢሩ ነዞም እሱራት እዚኣቶም መውፅእ ምፍጣሩ ግን ሓደ ዓብዪ ዕድል እዩ ፅቡቅ ነገር ይስምዑ እወ። ኤርትራ ክመውት ኢለ ለሳኢ ማለት እዩ ክርውን ጀሚሩ ፅናሕና ንሰኣት ኢና ንሰኣት ኢና ኣባላሽ እዩ ዘሎ ማለት እዩ ኣብቲ ፖለቲካና ከምዚ ሮያል ፋሚሊ ዓይነት ስልጣን ነዚኦም እዩ ዝግባእ ትማል ትማል ምሳና ዝነበሩ ሲ እወ ማለት ሲ ክመርሑ ዝኽእሉ ሰባት እኮ ኣለዉ ዘይመፁ ዘይተረኣዩ ኢና ንብል ዘለና እምበር ኢሳያስ ኮመራሕ ኣሎ ዓዲ ካልእ ሰብ መግደፎ ኢሳያስ ን ኮመራሕ ኣሎ ዓዲ ሕጂ ሰብ ኣብ ርእሱ ዘቐመጦም ሰባት ኣለዎ ዘቐመጦም ሰባት ኣለዎ ሮያል ፋሚሊ ዓይነት ቃልሲ ንኩሉ ሰብ እዩ ዝግባእ ሊደርሺፕ ግን ዋናታት ኣለዎ ዝዓይነቱ ካልቸር ኣሎ ተረዲና ኣለና ብዓል ሙፍቲ ክጉስጉሱ ይኽእሉ እዮም ሰልጠነ ኩሎም በዓል በረከት ገለ ጥዑም እኮ ዘረበኦም ካድራት እዮም ጉስጉሱ ይኽእሉ እዮም መሪሕነት ግን ካድሪ ማለት መራሕ ማለት እዩ እምነካ ዘለ መርሓካ ኣሎ ማለት እንዳና ከይዘረባ ተኣምነሉ ለካስ መራሕ ኢኻ ኣብርሳ ተልኹስ መራሕ ኢኻ ማለት ሕጂ እንታይ ንምባል እየ እቲ ጌጋ ስእሊ መበቆል ኣለዎ እቲ ሰብ ክለምዶ ዝተገብረ ሓደ ካልቸር ኣሎ ስለዚ ሕጂ ኩሉ ሰብ ካብ ቁፅሪ ትሽዓተ ይከውን እዩ ኩሉ ሰብ ግን ቁፅሪ ትሽዓተ ይስራሕ ምክንያቱ ፊኒሽን ቁፅሪ ትሽዓተ እዩ ዳን ዘለካ ስልጠነ እንድሕር ኩላካ ቁፅሪ ትሽዓተ ክኾን ኮንካ መን ዝሰርሖ ምክልኻል መን ኣሎ ዊንግ መን ኣሎ ሚድፊልደር መን ኣሎ ኩሉ ሰብ ቁፅሪ ትሽዓተ ክኾን ኣይክእል ኩሉ ሰብ ግን ቁፅሪ ትሽዓተ ይስራሕ ቁጽሪ ትሽዓተይ ትርጉም ዝህባ እታ ናይ ኩሉ ሰብ ስራሕ። ናይ ደሞዝ ምምሕያሽ ሕቶታት ነይርዎም
ንሱ ክሳብ ሕዚ ስለ ዘይተመለሰሎም ሎሚ ፅባሕ እናበሉ መልሲ ስለ ዘይረኸቡ ንውሕ ዝበለ ግዜ ጀስ ናብ ፕሬዚደንት ግዜያዊ ምሕዳር ትግራይ ናብ ታደሰ ወረደ ናብ ባዕሉ ኢና ንኸይድ ኢሎም ሶ ከይዶም ናብ ቤት ፅሕፈት ርእሰ ምሕዳር ተጸብዮም ፍታሕ ንክረኽቡ ፕረዚደንት ግዝያዊ ምምሕዳር ታደሰ ወረደ ክረኽቦም ኣይደለየን ክሳብ ሐዚ ማለት እዩ። ካብኡ ሕቶኦም ተመሊሱ ክሳብ ሐዚ ዝተመለሰ ሕቶ የለን። ጀነራል ታደሰ ወረደ ድሌቱ እንታይ እዩ? እንታይ ክወን እዩ ዝድለ ዘሎ?
ኣነ ኣብዚ እንታይ ኣለኒ መሲልካ እዚ ሓሳብ እዚ ሕቶ ኣለና ኢሎም እዮም ከይዶም እዞም ተቃለስቲ ሓይልታት ሕቶ ኣለና ኢሎም ተውፃፂኦም ሰባት ከይዶም ንበል ሓደ ሕቶ ክሓትቶ ኮይኖም ባዕሎም የኮኑ ዝኸዱ ማለት ተወከልቶም እዮም ዝልእኹ ተወከልቲ ልኢኾም ቅድሚ ሕጂ እውን ኣይተፈትሐሎምን ኣዘራሪቦሞ መራሕቲ ኣዘራሪቦሞም ነይሮም ሕቶ ክምለሰልና ኣለዎ ኢሎም ግን ተካይዳ ትማሊ ዘቕረብናዮ እንድሕር ደኣ ኮይኑ ዕጡቓት ሓይሊ ምስ ከበድቲ መተኮሲ ምስ ገለገለ እዮም ከይዶም ስለዚ ሕቶ ናይ ደሞዝ ኣይኮነን ፍልይ ዝበለ ካልእ ኣጀንዳ መፈንቅለ መንግስቲ እዩ በቃ ነቲ ግዜ ምሕዳር ናይ ምፍንቀል ስራሕ ሓፂር ሕፅረ ቢልና ክንገልፆ ማለት እዩ ኣነ ናተይ ቆዋም እየ ዝዛረብ ዘለኹ ክሓቱ እንድሕር ደኣ ኮይኖም ኣብ ዝሓለፈ እውን እዋን ከይዶም ሓቲቶም እዮም ዕጡቕ ሓይሊ ደሞዙ ዝሓተሉ መልክዕ ናብ ሕቶ ናብ ናይ ደሞዝ ናብ ናይ ሲቪል ሰርቪስ ቢሮ ከይዱ ዝሓትት ዘሎ ማለት እዩ ደሞዝ እዩ ዝሓትት ዘሎ ተረዲእካ ናብ ናይ ዕጥቃዊ ቃልሲ ዝካየደሉ ቦታ ናብ ናይ ስልጠና ቦታ ኣይኮነን ከይዱ ዘሎ ዕጥቂ ዘትሕዝ የብሉን የብሉን ከይዱ ብሰላም ይከውን ግን ቅድሚኡ እንታይ ተገይሩ ስለ ዝነበረ እዩ ናብ ከምዚ ተኣትዩ እዩ ትዘረባ ምስለካ ነቶም ከምዚ ኢሎም ዝሓተቱ መናእሰይ ነቶም መናእሰይ ዝሓተቱ ከምዚ ዓይነት ሕቶ ዝሓተቱ ምእሳር ነይሩ ምግፋዕ ነይሩ ተረዲካ ዲ ምብራር ኣሎ እዚ እዩ ትስቃዩ ስለዚ እቶም ሕጂ ዝሓቱ ዘለዉ ኣካላት ካብቲ ናይ መጀመርያ እንታይ ተማሂሮም ምእሳር ከም ዘሎ እዮም መፅኒዮም ሶ ብከምዚ ዓይነት እንተኸይድና እዩ ዝሓሸ ዝብል እዩ ተኾነ መለዎ እየ ዝብሎም ኣነ ኣፀቢቑ መለእዎ እወ ሓ- ብሰሙን ብሰሙን ኣጀንዳ ካብ ምኽፋትስ ሓደ ሻም ወሊኻ መፍትሒ ዘለዎ ነገር። መለእዎ መለእዎ ማለት እንታይ ማለት መሲልካ እሺ ኣነ ክነገረካ ኣቕልል ኣቢለ ማለት እዩ መለእዎ ክብል ከለኹ ማለት ግልፂ ገይረ ክዛረብ እወ። እዞም ኣመራርሓታት እዚኣቶም እዞም ሕጂ ትብልዎም ዘለኹም ኣንቶም ተጋደልቲ ምንም ከምዘይመርሑኹምን ከምዘይምልሱልኩምን ትፈልጡ ኢኹም ግን በቃ ሲኢልኩም ልፍዒ ኢልኩም ኢኹም ትለፍዑ ዘለኹም ዝምልሱ እውን ኣይኮኑን ትሪኦም ኣለኻ ጠፊኡ ይብልዎ እቲ ሓደ እቲ ሓደ ጠፊኡ እቲ ሓደ ብስልጣኑ እቲ ሓደ ብመንግስቲ መፂኦሞም እቲ ወንበር እውን ገዲፎሞ ከይዶም እዮም ኦሬዲ ዝምልስዎ ሕቶ እውን ዓቕሚ እውን የብሎምን ንክምልሱ ሓቀይ ዶ ስለዚ እቲ መንእሰይ ሓይሊ መፂኡ እንዳሃለወስ ነዚ መልሰልና ካብ ዝብል ንዓ እስኪ ንስኻ ጽናሕ ብሰላም ቤተክርስትያንካ ሰዓም በዓልትና ዝኾነ ዝምለስን ዘይምለስን ሕቶ ክንሓት እምበር ብጣዕሚ እዩ ዘተሓሳስበካ እዚ ንዓና ናይ ዕውራት ማለት ንሕናስ ኣብዚ ኮፍ ኢልና ብዛዕባ እዚ ክንዛረብ ንባዕሉ ሓቂ ነገረካ ናይ ዕውራት ማለት ኣተዓማማት እዮም ዝጫወትልና ዘሎ ማለት ሕቶ መልሰልና ኢልካ እንድሕር ከድካ ዕጥቅያ የድሊ ተዓጣቂ ሓይለ የድሊ ወዘታ የድሊ ነይሩ እንድሕር መፂኻ ግን መፂኻ ኢኻ ክትገብሮ ዝደለካ ስለ ዘለካ እዩ ንሱ ከዓ ስለዘፍርሖ ቀዲሙ ስለ ዝሰምዐ ይሰምዒ ዘሎ ወዲ ረዳ ተዛሪብዋ ነይሩ ክልተ ሰሙን ሃበኒ ኢልዎ ነይሩ ምናልባት ናብ ሓደ ዓመት ገለ ከይድልኩሞ ካብ ዝቕየሩ ሓደ ዓመት ገለ ኮይኑ እወ ኣረ ሓልፍ እዩ እምበር ሓደ ዓመት እንገለ እንደ ኮይኑ ኣሎ በቃ ስለዚ ሓደ ዓመት እንገለ መለል ናብዚ ኣድቫንስድ ገይሩ ሕጂ ንዕኡ እውን ፀሊኦም ኣለዉ እዩ ማለት እዩ ስለዚ እቲ ጉዳይ ሞር ኣነ ከም ዝርዳእኒ እንተኮይኑ ሓደ ሰብ ሕቶ ክምልስ እንድሕር ኣለዎ ኮይኑ ኣብኡ ክርከብ ዘለዎ ክጠፍእ ኣይነበሮን ኣይነበሮን ክምልስ እዩ ነይርዎ ግን ጠፊእና እዮም ዝብሉ ዘለዉ እቲ ጉዳይ እዚ ብጣዕሚ እስኪ እንዳፃረና ክነምፀ ኢና በዓል ልፍዓተይ እኳ ይእመኑ እንድዮም ጠፍኡ ይጠፍአ ምክንያቱ ኣንፃር እዮም ዋና ኣዛዝ ሰራዊት ትግራይ ሽሞት የሃበን ኣርባዕተ ኣርምታት ብዘይ ኣዛዚ እየን ክሳብ ሕዚ ዘለዋ ሶ ልምታይ ከምኡ ኸውን ልምታይ ክፍተት ክፍጠር ደልዩ ጀነራል ታደሰ ወረደ ገለ ልብል ብዙሓት ነገራት ኣለዉ ጓድን ኣጠገብ ያለውን ጓድን ኣቅርበው

ጌታቸው የሆነ ችግር ሲገጥመው ለማማ ከወድ ወረደ ጋር ሲደውል ጥርቅም አድርጎ ነበር የሚጠፋበት ራሱ ይናገራል እኮ ሓደ ንሓደ ዝባል ታርጌት የለን ሰሚዕኻኒ በቃ መሰረታዊ ጥያቄ ናይ ትግራይ ይመለስ እዩ መሰረታዊ ናይ ትግራይ ዝምለስ ድማ ወዲ ወረደ ጥራይ ይኮን ሰሚዕኻኒ ወዲ ወረደ ብላዕሊ ስለ ዘሎ ወዲ ወረደ ክጥያቕ ማለት ተረዲካ ዶ እቲ ጥያቄ ግን ንመንጀሪኖ ንደብረፅየን ንወድምበይተይ ንኩሉ ኣመራርሓ ትግራይ ዘሎ እዩ ንኣማንኤል ኒ

ካብ ናይ ጸላእቲ ምድያ ክንሰምዕ ካብ ናይ ኩሉ ፈታዊና ኩን ምድያ ክንሰምዕ ሓንቲ ካምቤና እንታይ እያ ትኮን መስለካ ከም ተጋሩ ማለት እዩ ከም ተጋሩ ካምቤና ኩላህና ክንገብራ ዘለና ትክክል እያ ኣዮኩም ቀጽሉላ እወ በቃ ቀጽሉላ ጽቡቅ እየ ኢለ እኮ እየ ኣነ እወ ናፍታ በቃ ማለት ኢለ እኮ ሙራድ እየ መፈንቅለ ኣንተ መንግስቲ እውን እሲ እወ ኣሊዋ ተናግራ ያለ መልእዋ ኢለ እየ
መልእዋ ንምንታይ እዮም ክምልእዋ ዘለዎም መሲልካ ሕጂ ናይ ብሓቂ ንምዝራብ ዲስኤብልድ ዝኾነ ማለት እግሩ ዝተቆረፀ ምንም ዘይሰርሕ ዓቕሚ ዘይብሉ መንግስቲ ምስሌነ እዩ ዘሎ ዋላ እቲ ቅድሚኡ ዘሎ እቲ ውድብ ኣነ ክተክኤ ነዚ ከመሓድር እዩ ገለ ዝብሎ ዘሎ ማለት ውዳበ እውን እቲ ውዳበ ንባዕሉ ጠፊኡ ኣብ ምህዳም እንታይ እዩ ዝበሃል ዘሎ ነንባዕሉ ኣብ ምቅርማት ዝርከብ በላዕኹዶ ሰተኹዶ እከለ በልዐ እከለ መንግስቲ ተሾመ ኣብ ዝብል ጥራሕ እምበር ኣብ ስልጣን እምበር ኣብቲ ናይ ህዝቢ ሕቶ ጠፊኡ እዩ የለን የለን ድምፂ ሶታ መጥፍኢ እዩ እቲ መንግስቲ እዚ ምንም ኣይገብርን ኣሎ እወ፣ እቲ ዝገብሮ ነገር የብሉን ምንም የለን በቃ ከምዚ ዓይነት ነገር እኮ እወ። መፂኻ እንታይ እዩ እቲ ችግሩ ኢልካ ዋላ ውድብ ሕጊ ዋላ እንትን መንግስቲ ማለት ስነ ስርዓት ከኽብር እዩ ዘለዎ እወ ስለዚ ካብ ሕጊን ካብ መንግስትን ካብ ሕገ መንግስቲ ትግራይ ወፃኢ ዝኾነ ዝኾነ ይኹን ኣካል ኣንደር ኮንትሮል እዩ ካብኡ ወፃእ ዝኾነ ካብኡ ኣብ ውሽጢ ክሊ ኮይኑ ዝሰርሕ ድማ ሓለዋን ከለላን ክገብር እዩ ዘለዎ ሓቂ ዶ እዚ መንግስቲ እዚ እዚ ኮነ ዝሰርሕ ዘሎ ምክንያቱ ኢፌክቲቭ ኣይኮነን እዩ ብካሊእ ባህላ ምስሌነ እዩ ጌታ ጆረዳ ምስ ወረደ እዚ ሰብኣይ እዚ ሱቁ ኢሉ ንዓቶም ክሕጉስ ተባሂሉ ተሸመ ሰብ እዩ ማለት እዚኣ ቅንዕቲ ዘረባ ኢና ንዛረብ ዘለና በቃ ክሕጉሰና ዝበልዎ እዩ ሓደ ነገሩ ግን እንታይ ፅቡቅ ነይሩ ሙሲልካ እዚ ኣይዛረብ ኣይጎስዕ እዩ ግብል ስለ ዝኮነ ምስጢር የለ ገለ የለ እንታይ ይግበር ምንባር ኣይትፈልጥን ሓደ ዓመት ምልኢት ዕዝም ኢልካ ሱቅ ኢልካ ነርካ ሕጂ ድሌትካ ክትዛረብ ትኽእል ኢኻ ማለት ስኢልካ ትዛረብ ኢኻ ማለት እዩ ንስኻ ትዛረብ ኢኻ ንሱ ዝምልስ መልሲ የለን እዚ ደስ በሃሊ እዩ ናይ ቅድሚኡ ዝነበረ ማለት ትወዲ ረዳ ዝኩለይ ፍልጠት ሒዙ ዘይሰርሖ ዘየመሓየሾ ዓዲ ንዕኡ ዘይሓገዝዎስ ካሊእ ፍልጠት ዝየብሉ ንሕና ንደልዮ ሰብ ክነምፅ ኢና ኢሎም ዘቕመጥዎ እሞ በሊፁ ብፍልጠት ከመሓድር እዩ ኢሎም እዮም ሓሲቦም ነይሮም። ነይሮም እዎ።
እዚ ኣይከውንን እዩ። ማለት ዓቕሚ ፍልጠት ዘለዎ ሰብ ኣብታ ቦትኡ እንተዝኸውን ነይሩ፣ ኻሊእ ሰብ ንዕኡ እንተዝሕግፎ እንተዝሕግዞ ነይሩ፣ ኩሉ ሓይሊ ኣንፃሩ እንተዘይኮነስ፣ ሕጂ ንኣብነት ኣብ ኣብ ትግራይ ንዘሎ ዝኾነ መሪሕነት ኣንፃሩ ምዃን ምንም ፋይዳ ዝፍይደልካ ነገር የለን። የለን ምንም ተምፅኦ ለውጥስ የለን። የለን የለን። ኣዎ ስለዚ ኣንፃር ስለዝኾንካ ተበርክቶ ኣበርክቶ የለን እዚ ኦንሊ ግን ቶም ኣመራርሓ ኢና ኢሎም ንዒስራ ዓመት ንሰላሳ ዓመት ገለገሊኡ መሪሖም ዘለዉ ክሳብ ሕጂ ዝቆጸሩ ሰባት ናይ ይበተኽ ከም መፅዓን ማለት እዩ ኣይንቆርፅን ስልጣንናስ ኣይንህብን ብምባልንብን ዓይነት ነገር እዩ በቃ እዚ እዮም ዝማርሑ ዘለዉ ካብዚ ወፃእሲ ምንም ዝተፈለየ ነገር የብሎም